ኣብ ዝተፈላለየ ከባቢታት ሱዳን ዝርከባ ኤርትራውያን ማሕበረ-ኮማት ጽምብል መበል ዕስራን ክልተን ዓመት በዓል ናጽነት ሃገሮም ንምድማቕ ዘድሊ ምድላዋት ከምዝገበራ ኣወሃድ ሽማግለ በዓላት ኣብ ሱዳን ገሊጻ። ነቲ መኸተ ድርዕና ስራሕ ክብርና ኣብ ትሕቲ ዝብል ቴማ ንጽምበል በዓል ኣብ ከተማታት ካርቱም፣ ከሰላ፣ ገዳርፍን ፖርት ሱዳን ዝርከቡ ኤርትራውያን በብከባቢኦም ኮሚቴታት ብምቛም ክነጥፉ ምጽንሖም ኣብዚ እዋንዚ ድማ እቲ ምድላዋት ከምዝተጻፈፈ ካብቲ ቦታ ዝበጽሓና ሓበሬታ ኣመልኪቱ። ብተወሳኺ ነቲ ካብ ዓሰርተ ሸውዓተ ክሳብ ሰላሳ ግንቦት ዝጽንበል በዓል ንምድማቕ ካብ ኤርትራ እትመጽእ ጉጅለ ባህሊ ከምዘላ፣ ብጠቕላላ ድማ ብዓሰርተታት ኣሽሓት ዝቑጸሩ ኤርትራውያንን መሓዙት ሱዳን ኤርትራ ሱዳናውያንን ክሳተፉ ትጽቢት ኣሎ። ንተወሳኺ ሓበሬታ ናብ ከተማ ካርቱም ብምድዋል ኣብ ማሕበረ ኮም ኤርትራውያን ነበርቲ ሱዳን ኣባል ኣዋሃሂድ ኮሚቴ በዓላት ኣቶ መኮነን ኣብርሃም ረኺብናዮ ኣለና። ከመይ ኣምሲኻ ኣቶ መኮነን?
መርሓባ ከመይ ኣምሲኻ።
እስኪ ምድላዋት ከመይ ኣሎ እንታይ እንታይ መደባት ዘጠቓለለ እዩ ክኸውን ከተብርሃልና።
ብመጀመርያ ነቲ ንኹሉ ተጻብኦታት በዲሁ ልኡላውነት ሃገር ብምውሓስ ኣብ ህንጸት ሃገር ከይተሓለለ ዝምርሽ ዘሎ ሓይልታት ምክልኻልን ከምኡውን ንመላእ ህዝቢ ኤርትራ ኣብ ውሽጥን ንደገን ዝርከብ እንኳዕ ንመበል ዕስራን ክልተን ዓመት በዓል ነጻነት ኣብጽሓካ ዮውሃና ክብሎም ፈቱ። ቀጺልና በዓል ነጻነት ንዓና ንኤርትራውያን መዓልቲ ልደትና ስለ ዝኾነ ዋላ ውን እቶም ህጻናት እቶም ነኣሽቱ ምናልባት ኣበርክቶ ዘይብሎም ኣብቲ በዓል ውን እንተኾነ ዋላ ዝሰርሕዎ ውን እንተዘይሃለወ ንፈንጠዝያን ሓጎስን ብዝለዓለ ደረጃ እዮም ተዳልዮም ዘለዉ። በዓል ነጻነት ኣብ ሱዳን ብሓፈሽኡ ኣብ ኣርባዕተ ከተማታት እዩ ዝውዕል፣ ኣብ ከሰላ፣ ፖርትሱዳን፣ ገዳርፍ፣ ካርቱም። ኣብዚ ካብ መንእሰያት ወይ ከኣ ካብ ጉጅለ ሕድሪ ጀሚርካ ክሳብ ማሕበረኮማት መንእሰያት ህግደፍ፣ ሃማደኤ፣ ኣባላት ናይ ህግደፍ ዓበይቲ እዚኦም በብደረጅኡ ነዚ በዓል እዚ ድምቀት ንምሃብ ተወዲቦም ብዝለዓለ ደረጃ ኣብ ምሽብሻብ እዮም ዝርከቡ ዘለዉ ማለት እዩ።
እስኪ ኣብቲ ተዳልዩ ዘሎ መደባት ከም ተካእቲ ወለዶ መጠን ንመንእሰያትን ቆልዑን እንታይ ኣቓልቦ ተዋሂቡ ይስርሓሉ ኣሎ?
ብሓፈሽኡ ከምዚ ዝገለጽኩዎ ጉጅለታት ሕድሪ ኣለዉና፣ ህጻናት፣ መንእሰያት እውን ህግደፍ እውን ኣለዎ ብዓቢኡ። ኣብዚ ምናልባት ኣብቲ ኩሉ ንጥፈታት ብፍላይ ንመንእሰያት ህግደፍ ዝምልከት ንጥፈታት ናይ ባዕሎም ኣለዉ፣ ቁጠባዊ ንጥፈታት ኣለዉ፣ ኣብቲ ጸጥታዊ ሸነኻት ኣለዉ፣ ብዓቢኡ ነዚ በዓል እዚ ንምብዓል ኣብ ኩሉ መዳያት ተሳትፎኦም ብምዕዛዝ ኣበርክቶኦም ንምሃብ ተዳልዮም ኣለዉ። ከምኡ እውን ማሕበረ ኮማትና ኣብ ኣብ ኩለን ከተማታት ዘለዋ ማለት እዩ ኮማዊ ዳስ ብምስራሕ ኣብ ዕለት ዕስራን ኣርባዕተን ንከምእን ዝኣመሰላ ማሕበረ ኮማት ብምዕዳብ፣ ብምዕዳም ብዝተፈላለየ ባህላዊ ኣላባብሳን ባህላዊ ምግብን ተዳልዮም ብዝለዓለ ደረጃ ንምብዓል ተቐራሪቦም ኣለዉ ማለት እዩ። ከምኡ እውን ጉጅለታት ባህሊ ድራማታት ብምድላው ነዚ በዓል እዚ ድምቀት ንምሃብ እውን ተዳልዮም ኣለዉ ማለት እዩ ኣብ ኩሉ ማሕበረ ኮማት። ሐራይ እስኪ መንእሰያት ኪኖ'ቲ ኣብ ዝተዳለወ መደባት ምስታፍ ጥራይ ዘድህቡ ቀለስትን መራሕትን ማሕበረ-ኮማትን ሃገራዊ መደባትን ንምግባሮም እንታይ ተጣሒዙ ዘሎ መደባት ኣሎ?
መንእሰያት ብጀካ'ቲ ኣብ'ቲ ናቶም ኣብ'ቲ ናቶም መንእሰያት ህግደፍ ምጥርናፍ ጥራሕ ዘይኮነ ኣብ ማሕበረ-ኮማት ውን ዝለዓለ ደረጃ ተሳትፎ ኣለዎም። ኣብኡ ንባዕሉ ተፈጻሚ ሽማግለ ናይቲ ማሕበረኮም ኮይኖም ብምውሳእ ብዝለዓለ ደረጃ ነቲ ማሕበረኮም እውን ዓብይ ተራ ዘበርክቱ ዘለዉ እዮም መንእሰያት ማለት እዩ ከም ተረከብቲ ሕድሪ ኣብቲ ናቶም ደርቢ ጥራሕ ዘይኮነስ ኣብ ማሕበረኮም እዋትን ልዑል ዝኾነ ተሳትፎ እዩ ዘለዎም ምኽንያቱ እሶም ስለ ዝኾኑ ናይ ጽባሕ ወረስቲ እቲ ስራሕ ብዓብዩ እውን ካብ ብሕጂ ተተሓሒዞሞ ኣብቲ ውሽጢ ተቓለስቲ ተቓለስቲ ኮይኖም ወይ ተዋሳእቲ ኮይኖም ንማሕበረኮማት እውን ዓብይ እጃሞም የበርክቱ እዮም ዘለዉ ሕራይ ኣቶ መኮንን እስከ ካብ ኣስመራ ሓንቲ ጉጅለ ባህሊ ናብ እንታይ ቦታ ከም ትመጽእ ተሓቢሩ ነይሩ ብ ዜና እሞ እስኪ ካልኦት ጉጅለታት ወይ ናይ ሱዳን ወይ ካልእ እንታይ ዝተዳለወ መደባት ኣሎ ባህላዊ መሸኖ?
ኣብ ኩለን ከተማታት ዓቕሙ ብዝፈቕዶ እቲ ማሕበረ ኮም ናቱ ናይ ባዕሉ ጉጅለ ባህሊ ኣለዎ። ኣብ ዝተፈላለየ ኣጋጣሚታት እውን እዘን ምሳና ዘለዋ ጉጅለታት ባህሊ እየን ነቲ ዝተፈላለየ ኣጋጣሚታት ድምቀት ዝህብኦን ዘብዕልኦን ዘለዋ። ስለዚ ሕጂ እውን ምናልባት ኣብቲ ናይ ዕስራን ኣርባዕተን ዝግበር በዓላት ናተን ናይ ባዕለን ጉጅለታት ባህሊ ተዳልየን ኣለዋ። ድራማታት ይኹን ካልእ ምርኢታት ይኹን ንባዕሉ እቲ በዓል ነጻነት ዝበሃልሲ ጓይላን ፈንጠዝያን ጥሪት ጥራሕ ዘይኮነስ ባህላዊ ውርሻውን ነቲ ዘሎ ወለዶ ነውርሾ ስለ ዝኾንና እዘን ጉጅለታት ባህሊ ዓቕመን ብዝሰፈን ነዚ በዓል እዚ ንምብዓል ተዳልየን ኣለዋ። ኣብ ማሕበረ ኮም ኤርትራውያን ነበርቲ ሱዳን ኣባል ኣዋሃጅት ኮሚቴ በዓላት ኣቶ መኮንን ኣብርሃ ስለቲ ዝሃብካና መብርሂ ነመስግን። ርሑስ ቅንያት ናጽነት።